ብስሚላህ ወልሓምድሊላህ ወሰላቱ ወሰላም ዓላ ረሱሉላሂ ሰለላሁ ዓለይሂ ወሰለም። ቅንኢ ወይ ቅንዓት እቲ ዝዓበየ ሕማም ልቢ እዩ። ብኸመይ ይፍወስ?
ቅንኢ፣ ቅንኣት፣ ምሕሳድ እቲ ዝዓበየ ሕማም ልቢ እዩ። ብኸመይ ይፍወስ? ቅንኢ፣ ሓሰድ ዝዓበየ ሕማም ልቢ'ዩ። ሳዕቤኑ ምስቲ ሕብረተሰብን የዕሩኽትኻን ዘለካ ርክብ ኣብ ምብታኽን ምፍልላይ የብጽሓካ፣ ናብ ድንቁርናን ድሕረትን ድማ ይመርሓካ። እቲ ዝቐንእ ዘሎ ነቲ ካልእ ብምሕሳዱ ወላ ሓንቲ ይረብሕን ኣይነፍዖን፣ ኣብ ነብሱ'ውን ወላ ሓንቲ ኣይዕወትን። ነቲ ካልእ ብምሕሳዱ ነቲ ካልእ ሰብ ካብቲ ኣላህ ዝሃቦ ንዕማ ሽሻይ ወላ ሓንቲ ክጉድለሉ ኣይክእልን ንጠንቀቅ ከተስተውዕል ኣለካ ክንደይ ሰብ ኣሎ ዝምነይ ነቲ ዘለካ ነቢ ያዕቆብ ዓለይሂ ሰላም ንወዱ ከምዚ ይብል ኣብ ቁርኣን።

ነሕዋትካ ኣይትንገሮም ሕማቅ ዊዲት ከይሓስቡልካ ሸይጣን እኮ ንወዲ ሰብ ጸላኢኡ እዩ እት እዚ ትምህርቲ እዩ ንኩሉ ወዲ ሰብ ክጥንቀቅ ንሓውና ከይንሕስድ ፍራሓት ረቢ ክህልወና ዓይኒ ሓሳድ ገመል ይቀትል ንወዲ ሰብ ድማ ናብ ቀብሪ ይእትዎ ኢሎምና ረሱል ሰላ ዓለይሂ ወሰለም ንሓውና ረቢ ንዝሃቦ ክንቀንኣሉ ወይ ክንሕስዶ ሕማቅ እዩ ሓሰድ ነቲ ናትካ ሓሰናት ጽድቂ ይበልዖ ከምቲ ሓዊ ንጡብ ዝበልዖ። ዝቐንእ ሰብ ከምዚ ረኺቡ ከምዚ ረኺቡ ክብል ራሓ ዕረፍቲ ዝበሃል ኣይረክብን። ግደፎም ነቲ ረቢ ዝሃቦም ኣይትጠምቶም። ንስኻ በቲ ንዓኻ ተዋሂብካ ዘሎ ንዕማ ወይ ሽሻይ ንኣላህ ኣመስግን። ንዓኻ ጥዕና ሂብካ ዓይኒ እግሪ ኣለካ ክትሰምዕ ትኽእል ከለኻ ሂብካ ዘሎ ውን ርኣይ እዚ ጸጋ ሂብካ ዘሎ ኣላህ ቀሊል ኣይኮነን ቅንኢ ቅንኣት ክፍወስ ዝኽእል ብፍልጠት ጥራሕ ዩ እቲ ቅንኢ ትሕድሮ ዘለኻ ኣብዚ ዓለም እዚ ጎዳኢ ናትካ ምዃኑ ኣብ ዝመጽእ ዓለም ድማ ዘንቢ ወይ ሓጥያት ስለ ዝኾነ ክትቅጽዓሉ ምዃንካ ምስ ትፈልጥ ጥራሕ ዩ እዚ ሕማም ናይ ቅንኢ ክውገድ ዝኽእል። ቅንኢ ምውጋድ ካብቲ መንገዲ ጀና፣ ገነት፣ ዝእትወካ ሓደ እዩ። ነዚ ጌጋ ንምውጋድ ልብና ክነንጽህን ጠባይና ክነጸብቕን ይግብኣና። ናይ ካልእ ሰብ ጽቡቕ ርኢና ንነብስና ክህልወና ክንምነይ ንኽእል፣ ነቲ ናቱ ግን ክስእኖ ክንምነየሉ የብልናን። ኣላህ፣ ኣምላኽ፣ ይባርኸሉ፣ May Allah bless it፣ ክንብል ይግባእ። ነቢና መሓመድ ሰለላህ ዓለይሂ ወሰላም ይብሉ ኣይትቕንኡ ኣይትሓሱዱ ሓራም ዩ ንሓውኻ ሕማቕ ክትምነየሉ ርክብኩም ኣይትቋርጹ ነንሕድሕድኩም ኣይትጻልኡ እቲ ሓደ ካብቲ ሓደ ኣይርሓቕ ባርያ ናይ ኣላህ ኩኑ የሕዋት ኮንኩም ተኸባቢርኩም ንበሩ ይብሉና ሳህል ኢብን ሓኒፋ ከም ዘውረዮ፣ ነቢና መሓመድ ሰለላሁ ዓለይሂ ወሰላም ይብሉ፣ እንድሕር ሪእኹም ናይ ሓደ ሓውኹም ምዕባለ፣ ጽቡቕ ነገር፣ ወይ ሃብቲ፣ ኣላህ፣ ኣምላኽ፣ ይባርኻሉ፣ May Allah Bless It፣ ኢልኩም ጸሎት ዱዓ ግበሩ። ገሊኦም ኣቦታት፣ ኣዴታት፣ ከመይ ጌርካ ከም ትሕስን ወይ እቲ መዓወዘቲን፣ ቁርኣን፣ ኣይፈልጡን።

ቅድሚ ኣብ ገዛኻ ብምውጻእካ ነብስኻ ይኹን ንቆልዑትካ ትሓስም። ኣብዚ ግዜ እዚ ብዙሕ ግዜ ብዙሓት ንኣሽሓት ቆልዑ ይሓሙ ኣለዉ ረቢ የሽፍዮም የሕውዮም ረቢ ይሓልወና ይሓልኹም ረቢ ይሕፈዘና ይሕፈዝኩም ደቅናን ሙሉእ ኡመት መሓመድን። ቁል ኣዑዙ ቢረቢል ፈለቅ።
ብስም ኣላህ እቲ ፍጹም ርህሩህ እቲ ኣዝዩ ራህራሂ። ኦ መሓመድ ናብቲ ንንግሆ ካብ ጸላም ለይቲ ዝጨደደ ጎይታ እዕቆብ።
ሚን ሸሪ ማ ኸለቅ።
ካብቲ እከይ ነይ ፍጡራት።
ወሚን ሸሪ ጋሲቅን ኢዛ ወቀብ።
ከምኡ ውን ካብ እከይ ናይ ለይቲ ግዜ ለይቲ ምስ ኣተወ። ወሚን ሸሪ ነፋሳት ፊልዑቀድ።
ከምኡ ውን ካብ እከይ ናይተን ቱፍ ቱፍ እናበላ ፈትሊ ኣሳሲረን ዝሕዛ ጠበብቲ።

ሸር ኣብ ምባል ኣይትሕመቁ ምእንቲ ረቢ ንኩልና ሓሰናት ክህበና።